ኤይ ጋይስ ተኸታተልቲ እዚ ቻነል እዚ ከመይ ቀኒኹም ሰላም ድዩ ኣብ ዘለኹሞ ሙሉ ጥዕና ክህልወኩም ተስፋ ይገብር ኣብ ዝሓለፈ ሓቢርናዮ ከም ዝነበርና ሎማዓንቲ ክላስና ክንቅፅል ኢና ካልኣይ ስቴጅ ወይ ድማ ካልኣይ ሲዝን ኢና ጀሚርና ዘለና ኣብዚ ካልኣይ ሲዝን ወይ ድማ ኣብዚ ካልኣይ መድረኽ ብዛዕባ ዝተፈላለዩ ዕድመታት ባነራት ቴንኪዩ ካርድታት ኤዋን ሳይዛት ፖስተራት ዝተፈላለዩ ብኸመይ ንሰርሕ ዝብል ሶናይ ሎማዓንቲ ትምህርትና ክንጅምር ኢና ማለት እዩ ኦኬ ሶናይ ሎማዓንቲ ትምህርትና እንጅምሮ ብኢንቪቴሽን ካርድ ወይ ድማ ዕድመ ክንጅምርና ዕድመ ናይ መርዓ ክንጅምር ኢና ናብ ናይ ክላስ ናይ ሎማዓንቲ ንስገር ሓደሻ ኣባላት ተኸታተልቲ ዝመደብቱ ኣለኹም ሳብስክራይብ ብምግባር ሼር ብምግባር ኮመንት ብምፅሓፍ ሃናት ዝኾነ ርእቶኹም ክትህቡና ከተተባብዑናን ብትሕትና ንሓትት ማለት እዩ ሰው ናብ ናይ ሎማዕንቲ ክላስና ንሕለፍ ኣዶ ፈተሸብ ክፈቱ ኦኬይ ብድሕሪኡ ፋይል ኒው ሰው ሳይዝ ክንህብ ኣይና ማለት እዩ እዚኣ ኔም ዘላ ኢሚቴሽን ካራ ንፅሕፈላ ኢና ወይ ድማ ዕድመ ናይ መርዓ ፀሓፉላ ብድሕሪኡ እዚ ሴንቲሜትር ዘሎ ኢንች ቀይርዎ ኢንች ቀይርና ብድሕሪኡ ሸውዓተ ኢንች ብሓሙሽተ ኢንች ግበርዎ ይቅርታ ላዕሊ ዘሎ ሓሙሽተ ኢንች ግበርዎ ትዊድስ ሄት ድማ ሸውዓተ ሪዞሉሽን ሰለስተ ሚእቲ ክኾን ኣለዎ ቸ ግበርዎ እንዘን ብድሕሪኡ ኦኬ ትብለዋ ማለት እዩ እዚኣ ከምፃልና እያ ብድሕሪ እዚ ሽዑ እንታይና ክንገብር እተን ክንሰርሓለን ዘዳለናየን ዶክሜንታት ኣለዋና እዚኤን ማለት እዩ እዚኤን በብሓደ ከነንፅኤና እሺ እዚኤን ክገድፈልኩም እየ ኣብታይ ዝበሃል ካብኡ ተውፅኦ ትኽእል ኢኹም ተዘይኮነ ካብ ኢንተርነት ተውፅኦን ትኽእል ኢኹም ማለት እዩ ኦኬ እዚኤን በብሓደ ክነትወና እዚኤና ክንጥቀመለን ማለት እዩ እሶ ንክልቲኤን እዚኣን እዚኣን ማርክ ግበርወን ንተንስልታትኩም ኣዳለዉ እስኹም ኣዳሊኹመን ዘለኹም ማለት እዩ ኦኬ እሶ እዚኣ ከነምፃ ኢና መጀመርታ እዚኣ ተምፅዋ እዚኣ ሕጂ ኣቐዲማ ዝተዳለወት እያ ኣቐዲማ ዝተዳለወት ማለት ከምቲ ኩሉ ግዜ ንገብሮ ማለት እዩ ቆሪፅኩም ተዳልውዋ ከምዚ ዓይነት ፍሬም ወይ ድማ እዚኣ ባዕላ ከዓ ድሓን ክተእትወልኩም እየ እዚኣ ባዕላ ከዓ ክተውፅዋ ትኽእሉ ኢኹም ሶ ተዘይኮነ ከምዚ ዓይነት ተምፁ ብድሕሪኡ ኣብዚ ደለናያ ንኸይድ ከምዚ ጌርና ሳይዛ ከነዕብያ ኢና እዚኣ ኦኬ ንእሽተይ ከምዚ ክንገብራ ኢና ንእሽተይ ኣብየት ኣበልናዮ ናይ ፅላነ እንዘን ብድሕሪኡ እታ ስእሊ ካልእቲ ስእሊ እውን ከነምፃ ኢና እታ ናይ መርዓ ደሊና ዘለና ማለት እዩ ኦኬ ሕጂ ካብዚአን ናይ ክልተ ሓንቲ ክንመረፅ ኢና እዚኣ እዚኣ ክንከምላ ኢና እዚኣ ካ ስሒብና ነእትዋ ማለት እዩ ሶ እዚኣ ሽዑ ስሒብና ናበይ ንወስዳ ናብዛ ንስርሓላ ዘለና ዕድመ ዘዳልናያ ናብኣ ንወስዳ እዚኣ ሳይስ ታብ እም ሽፍት እና ኣልት ሽፍት ኤንድ ኣልት ሒዝኩም ትዕብዋ እዚኣ እዚኣ ከይትደናገሩ ኦኬ ሶ እዚኣ ስእሊ ከምዚ ምስ ኮነትና ኣብ ድሕሪኡ እንታይ ኢና ክንገብር ክንቂ እዚኣ ክሬት ማስክ ክንገብረላ ኢና ማለት እዩ ኦኬ ክሬት ክሊፒ ማስክ ዘላ ክሊፒ ማስክ ክንገብራ ኢና ማለት እዩ ኦኬ ናይ ማስክ ክሊፒ ማስክ ርዳእኩም ኣላ ሕጂ ኣብየትያትና ላምሲልኩም ልክዕ ኣብዛ ናይዛ ታሕተወይቲ ጸላም ቅርጻ እቲ ወጺኣቶ ዝነበረ ዲዛይና ገለ ልክዕ ኣባያ ተእትዋ ነታ ስእሊ ኦኬ ሶ ከምዚኣ ጌርና ምስ ወዳእና ከምዚኣ ከምዚኣ ከተንእሽዋ ትኽእሉ ኢኹም ተደሊኹም ደሊኹም ከታ ስእሊ ከዓ ከተንእሽዋን ከተዕብይዋን እውን ትኽእሉ ከም ትስኹም ዝደለኹሞ ሳይዝ ግን ኣብዚ ከተዕብዮ ከተንእሰሎም ከምዚ ከይትገብሮ በዚ ጸሊም ከይወፅእ ስለዚ እታ ስእልታት ኮነ ኣለዋ ምሉእ ትወፅእ ኣለዋ ስጋዕ ጫፍ ማለት ኦኬ ሶ እዚኣ ዕድመ ጌርና ኣለና ዳሊ እንታይ ክንገብር ኢና ቴክስት ክንገብር ኢና ከለር መጀመርታ ክንቀይር ኣለና ባክግራውንድ ዘሎ ክሬት ኣብዚኣ ኒው ሌየር ክንብላ ኢና ከለር ከለር ኣብዚኣ ኣቲኹም ሲምፕል ዝኾነ ከለር ኢና ክንቀይር ደልና ዘለና ሲምፕል ዝኾነ ከለር ሓውሲ ናብዚ ክዳውኖም ካብ ዝዋላ ክንመርፅ ንኽእል ኢና ከምዚ ክዳኖም ዓይነት ከምሰት ዓይነት ክንመርፅ ኢና ከምዚ ዓይነት ዶ ይኹነልና ያ ዋላ ህስ ከነብሎ ንኽእል ኢና ንእሽተይ ንእሽተይ የሰስ ተብሉ ክሊክ ትገብሩ መፂኹም ሸ ኦኬ ጉድ ብድሕሪ ቴክስት ክንፅሕፍ ኢና ቴክስት ኣብ ታሕቲ ኢና ክንፅሕፍ ማለት እዩ ኦኬ ከምቲ ልሙድ ማለት እዩ ከምቲ ናይ ኣስመራ እንዳ ወዲ ተኮይኑ ወድና እንዳ ጓል ተኮይኑ ድማ ጓልና እንፅሕፎ እንጥቀመሉ ዝነበርና ኣብ ኣይ ቲንክ ኣብ ደገ ኣብ ኣስመራ ጥራሕ ይኮሞ ኣብ ደገ መፅኻኹም የለን ሶ ደቅና ኢልካ እዩ ዝቐፀል እዚ ማለት እዩ ናይ ኩሉ ናይ ወድና ጓልን ብሓደ ኢኻ ትገብሮ ማለት እዩ ኦኬ ሶ እዚኣ ታንገብር ኢና ኦኬ ኦኬ ደቅና ደቅና ንገብር ኢና እዚኣ ሓንቲ እዚኣ ዝገበርና ብድሕሪ ነዚኣ ኮፖ ንገብራ ኢና ኦኬ እንደገና ኮፖ ንገብራ ኢና ሰለስተ ግዜ ማለት እዩ ኣልቲ ሒዘ ኤክፈለ ክስሕባ ፀኒሐ ኣልቲ ሒዝኩም ስሕብ ተብሉዋ ማለት እዩ ንቐፅል ናብ ዝሃለየ ሰሌክት ንገበር ደቅና ኣቶ መን ንበሎ ዝኾነ ኣቶ ሳሙኤል ዶ ንበሎ ኣቶ ሳሙኤል ተኽለ ንበሎ ሜቢ ኣቶ ሳሙኤል ተኽለ ዝበሃል ሰብ ከታተለና ዳ ክህሉ እምበረይ ኣቶ ሳሙኤል ተኽለ እዚኣ ሕጂ እዛ ናይ ኣብ ሳሙኤል ተኽለ ዘለካ ኣብኣ ክሊ ጌርኩም ኣልቲ ሒዝኩም እንታይ ትገብሮ ስሕብ ተብሎ ኣንታሓቲ ኣልቲ ሒዝኩም ኦኬ ዱፕሊኬት ትኾናላ ማለት እዩ ኣቶ ሳሙኤል ተኽለ እዚኣ ከዓ ወይዘሪት መን ንገበራ እዚኣ ከዓ ሳምራዊት በላ ንገበራ እዚኣ ከዓ ሳምራዊት የማነ በላ ንገበራ እዚኣ ወይ ብሳምራዊት የማነ ትበሃል ከዓ ትከታተለና ወይ ትህሉ ኦኬ እዚኣ ምስ ክንገብራ ኢና ኦኬ ከምዚኣ ትገብርዋ ንቐፅል ብድሕሪ እንታይ ክንገብር ኢና እንታይ ተሪፍና ኣሎ ኣቶ ሳሙኤል ምስ ሳምራዊት የማነ እቲ ቃል ኪዳን ዝኣስርሉ ዕለት ስለ ዝኾነ ገለ ዝብል ምሻ ኣሎ ንሱ እውን ከተምፅኡ ኢኹም ማለት እዩ ኦኬ ናጽል ሶ እዚኤን ጻሕ ጻሕ ኣብሉን ባዕልኩም ካብዚኣ ሪኹም ማለት እዩ ቃል ኪዳን ዝኣስርዕለ ስለ ዝኾነ ኣብቲ ፈለማ ኣበባናን ሓጎስናን ምሳና ሓቢርኩም ክትውዕሉ ብክብሪ ንዕድም ማለት እዩ ፈለማ ተዘይኮይኑ ከዓ ፈለማ እልይ ኣቢልኩም ኣብቲ ኣበባናን ሓጎስናን ምሳና ሓቢርኩም ክትውዕሉ ብክብሪ ንዕድም ትገብሩላ መንገዲ ቦታ በቲ ንዓኹም ዝምቻእኩም ማለት እዩ ዝኾነ ክንገብሩ ኢና መንገዲ ቦታ ቤት ቦታ ክንገብሩ ኢና መይቢ መንገዲ ቦታ ወላ ኣስመራ ክንገብረ መንገዲ ቦታ ኣስመራ ንሰብ ናፍቆት ናይ ኣስመራ ስለ ዘለዎ መንገዲ ቦቱ ኣስመራ ክገብሩ እየ ዝደሊ መርዑ ስለዚ ኣስመራ መንገዲ ቦታ ንገብረ ኢና ብድሕሪ እንታይ ክተርፍና ኣኽበርትኹም ክተርፍና እዩ ብድሕሪኡ ኣኽበርትኹም ኢልኩም በዓል ኣቦይ ተኽለ ናብዚ ደሓን ኣልቲ ሒዝኩም ስሒብኩም ናብዚ ምጽዋ እዚኣ ኣኽበርትኹም ኣቶ ተኽለ እንዳ ወዲ ማለት እዩ እንዳ ጓል ከዓ ከምኡ ማለት እዩ እንዳ ጓል ከዓ እዚኣ ናይ ኣቦይ የማነ እዚኣ ኮፒ ጌርኩም ኣብዛ ናይ ወይ ተኸለ መፂኹም ፔስት ትብሎ ኦኬ ኣብዚኣ ሽዑ መፂኹም ኣቶ ተኽለ እንዳ ወዲ ኣቶ የማነ ድሞ እንዳ ጓል እዚ ከም ዝጥዕመኩም ንዓኹም ጌርኩም ጸሓፍዎ እዚ ንመረዳእታ ጥራሕ ንዓኹም ጽሑፍኩም ዘለኹ ምስ ሙሉኣ ስድራቤት ትገብርዎ ማለት ሽዑ ኦኬ ምስ ሙሉኣ ስድራቤት እዚኣ ከኣ ምስ ሙሉኣት ስድራቤት ኢና ዶ ቴንክ ዩ ሕጂ እታ ክንገብር ኢና ዲዛይን ከነስተኻኽል ኢና እዛ ኣኽበርትኹም ዘሎ እዚ ንእሽተይ ክንገብሮ ኢና ኦኬ ንእሽተይ ኣኽበርትኹም ሕብሪ ክንቅይረሉ ኢና ሕብሪ ኣብዚኣ ኣትኹም ዳቢ ክሊክ ትገብሩ ኣነዚኣ ኦኬ ዳቢ ክሊክ ጌርኩም ከለር ኦኬ ከለር ኦቨርሌይ ትብል ዘላ ከለር ተኣትዉ መብዛሕትኡ ግዜ እንታይ ክንገብሮ ኢና ናብ ፃዕዳ ዓይነት ተበላ ክንገብሮ ኢና ወይ ድማ ናብዚ ደንበጊ ዓይነት ከምዚ ይሓይሽ ወይ ድማ ቀጠልያ ከምዚ ናይዚ ክዳን ናይዚ በሳይ ዝበሃል ኣሎ ኣብዚ ከይክፅል እንተና ኢኹም ዝሓቂ ስለዚ እንታይ ክንገብር ኢና ደንበጊ ማለት እዩ ኦኬ ትብልዋ እዚኣ እውን ከምኡ ብድሕሪኡ ኦኬ ትብላ ኦኬ ሶ እዚኣ ሽዑ እንታይ ክንገብር ኢና እዚኣ ኤፍ ኤክስ ትብል ትርእዩ ኣለኹም እዛ ኤፍ ኤክስ ሒዝኩም ሽዑ ናብ ኩላ ፋሕ ክተብሉ ኢኹም ማለት እዩ ኦኬ ኣርእየኩም እዚኣ ከመይ ጌርኩም ፋሕ ተብሉዋ ኦኬ እዚኣ ምሻላ ክብርትኹም ናብዚኣ መንገዲ ቦታ ልክዕ ከማ ከለር ክንገብራ ደሊና ኣለና ሶ ኤፍ ኤክስ ሒዝኩም ኣል ትሕዙ ሒዝኩም ኣናበይ ትኽእሉ እታ ኤፍ ኤክስ ሪኦ ኣለኹም ኮፒ ትኾና ሃሳስ ኣብኣ ትፍንውዋ መንገዲ ቦታ ቀያሕ ኮይና ማለት እዩ ኦኬ ሰው መንገድ ቦታ ኣስመራ እዩ ኣስመራ ካን ሸይ ሳይዝ ትውስኹላ ካልእ እንታይ ኣሎ ተርፍና እዚ እዚ እዚ ኩሉ ክንእሽ ኣለዎ እዚ ደቅና ዝብ ዘሎ እዚ ክንእሽ ኣለዎ ኦኬ ኣቶ ሳሙኤል እውን ዝብ ዘሎ ኣንእሽዎ እዚ ኦኬ እዚ ክገጅፍ የብሉን ተገጅፉ ኩሉ ግዜ ዝኾነ ነገር ፅቡቅ ኣይመፅን እዩ ተገጅፉ ኦኬ ሶ ኩሉ ነገር ንእሽተይ ክኾን ኣሎ ምጥን ዝበለት ኮይኑ ፅቡቅ ሳይዝ ኦኬ ምጥን ዝበለ ሳይዝ ተኾነ እዩ ፅቡቕ ኦኬ ጉድ ወዲና ኣለና ማለት እዩ እዚን ሽዑ ንላዕሊ ከነደ ይበልና ሒዝኩም በተን ኣሮ እየ ንላዕሊ ዘይ ይበል ዘለኹ ኦኬ ብየነ ደይዎ ከ ዘለኹ ይትብሉ በተን ኣሮ በተን ንጥቀም ብለን ኩሉ ግዜ ኣሮ በተን ኣርባዕተ ኣሮ በአን እየ ዝጥቀም ዘለኹ ንላዕሊ እየ ደይዎ ኣለኹ ኦኬ ናይርኩም ንላዕሊ ኣደየ ባይደብቲ ይብልዎ ብጣዕሚ ሽግር የብለን ሲምፕሌን ብድሕሪኡ ኣብዚኣ እንተሃንገብር ኢና ኣብዛ ናይ ደቅና ጥራሕ ትብል ዘላ በይና ንእሽተይ ዝኾነ ነገር ክንሰርሓላ ኢና እንተሃንገብር ኣለና ኣብዚ ላዕሊ ክሊክ ወይ ኣብዚ ክሊክ መግበሩ መወዳእታ ናይ ክንፅሕፈት ላዕሊ ዘላ ሽዑ ሓንቲ ክሬት ሌየር ግበሩ ንዘን ብድሕሪኡ ኣብዚኣ ክትኣትዉ ኢኹም ኦኬ ኣብዚኣ ካስተም ሼፕ ትብል ዘላ ኦኬ ብድሕሪ ካብዚ ክትመርፁላ ኢኹም ካብዚ መሪፅኩም ውሕዳ ተፀኒሕና ከምዚ እንታይ ከም ትገብሩ ኢልኩም ኣብዚኣ ሴቲን ኣትኹም ኦል ትብሉዋ ኦኬ ኦል ትብሉዋ ፐን ትብሉዋ ሽዑ ኩለን ከተምፃልኩም እያ ሽዑ እቲ ደኮሬሽናት ወይ ድማ እቲ ኣብ ዘሎ ዝተፈላለየ ዓይነት ሳይዛት ኦኬ ሶ እዚኣ መሪፅና ኣብ ድሕሪኡ እዚኣ ትመርፅዋ ኦኬ እሳ መሪፅኩም ትመፁ ኣብዚኣ እዚኣ እያ እዚኣ ትገብርዋ ማለት እዩ ጉድ ንእሽተይ ሳይዝ ከተንእሹ ያኹ ንእሽተይ ሳይዝ ተንእሹዋ እዚኣ ከለር ክንቅይራ ኢና እዚኣ ፀላም ክንገብራ ኢና ኣብታ ሸይፕ ናታ ተኣቱ ብድሕሪ እዚኣ ቀያሕ ዘላ ክሊክ ትገብርዋ ኣብ ፀሊም ትመርፅላ ፀሊም ክትቀይራ እዚኣ ማለት እዩ good so እዚኣ ጸሊም ተቀይራትና ኣላ ማለት እዩ ብድሕሪኡ እንታይ ክንገብራ ኢና እዚኣ ዱፕሊኬት ክንገብራ ኢና መጀመርታ ስሒብኩም እንታይ ትገብሩ ኣልት ሒዝኩም ትስሕብዋ ትሪኦ ኣለኹም ኣልት ምስ ሓዝና ኣከርሰል ክልተ ክትቀየር እያ so ሒዝኩም ተወርዳ ናብ ታሕቲ እንዘን ብድሕሪኡ ኤዲት ኣቲኹም ትራንስፎርም ኣቲኹም ሮቴት 180 ዲግሪ እዚኣ ትገብሩ ኦኬ ኣንእሽተ ብለዋ ንታሕቲ ኣውርድ ተብለዋ ንእሸይ ኣሮ ጌርኩም ኦኬ እዚኦም ከምዚ ክትገብሩ ኣይኹም እዚኦም ከምዚ ክትገብሩ ኣይኹም እዚ ዓይነት ዶክተሬሽን ክትከውን ኣለዋ እታ ናይ ቤኖም ናይቶም መርዓትን መርዓም ናይ ቤኖም ማለት እዩ ጉድ ተተሪፋትና እሞ ዳታ ሽዑ ሓንቲ ተሪፋትና ኣላ እዛ ናይ ሼፕ ቀዳመይቲ ዘላብያ ሬክታንግል ትብል ዘላ ሬክታንግል ምረፅዋ ያንዘን ብድሕሪኡ ንኽድ ኣብ ሬክታንግል ምስ ኣተና ብድሕሪኡ እዚኣ ከም ዘላታ ክትገብሩ ያኹም እዛ ሲክስ ፖይንት ዘላ ሕጂ ከይተዓብኩም ወላ ፋይቭ ፖይንት ክትገብሩዋ ትኽእሉ ኢኹም ያንዘን መፂኹም ኣብ ሳይ ትገብሩ ትስእሉ ይቅርታ ከምዚኣ ትገብሩ ትኽእሉ ኢኹም ድሓን ከነስተኻኽላ ኢና ቀይሕ ጌራትና ብጫ ጌራትና ኣላ ሓቀይ ሸፊናትና ኣላ እሶ እንታይ ንገብር ኣብዚኣ ኣብዚኣ ንኣቱ እዚኣ ካንስል ክንገብራ ኢና ጉድ ተረሃዲና ዶ ፅብቕቲ ሶ እዚ ረጊዱ ሎ ብጣዕሚ ሓቂ ሶ ተረጊዱ ዘሎ መጀመርታ ከለር ክንቅይረሉ ኢና ፅልም ዝበለ ከለር እሺ ፀሊም ከለር እንደዘን ብድሕሪኡ ገጂፉ ስለ ዘሎ 5 ፖይንት ዘሎ 3 ፖይንት ፍስሪ ፖይንት ከማን በዚሕና ኦኬ ሶ እንታይ ክንገብር ኢና ቱ ፖይንት ያ ቀጢን ክገብ ክንገብር ኣለና ሳ ኦኬ ሶ ኣረው ትሕዙ ኣረው ሒዝኩም ተዕብይዋ እዚኣ ማለት እዩ ኦኬ ከምዚ ኢልኩም የዕብዪ ተብሎ ከምዚኣ ትገብራ ጫፍ ጫፍ ቦርደር ዓይነት ማለት እዩ ኣብዚ ግን እንታይ ኣላ ብላዕሊ ወፅያትና ኣላ ሓቂ እንታይ ኮይና ብላዕሊ ወፅያትና ኣላ መሲልኩም ላዕሊ ስለ ዘላ እታ ሌየር እታ ሌየር ኣብ ዘላ ላዕሊ ስለ ዘላ ሶ እንታይ ትገብሯ ስሕብ ኣቢልኩም ድሕርታ ባክግራውንድን ድሕርታ ስእልን ኦኬ ሶ ኣትያትልና ዶላ ብውሽጢ good እዚኣ እያ ትኸውን ማለት እዩ ሶ ናይ ሎማዓንቲ ክላስና እዚኣ ትመስል ነይራ ማለት እዩ ቅልል ዝበለት ኢንቪቴሽን ካርድ ወይ ድማ ዕድመ ናይ መርዓ ኣብ ዝኾነ ወይ ፕሪንት ዝኸውን ወይ ድማ ኣብ ኢንተርነት ዝርጋሕ ከምዚ ጌርና ባዕልና ከነዳልዎ ንኽእል ኢና ማለት እዩ ዝተምሃርናዮ ፕራክቲስ ብምግባር ንለማመዶ ኣብ ኔክስት ክላስ ኣራኽበና እዚ ማሬት ፕሮዳክሽን እዩ ሳብስክራይብ ብምግባር ከተታብዑና ብትሕትና ንሓትት ኔክስት ሶም ንራኽበና ባይ